ሰላም ሰላም ተኸታተልቲ ናይ ቻነል ከመይ ኣለኹም ከመይ ትኾኑ ፅብቅ ክትህልው ናይ ወትሩ ትምኒተ እዩ ኣብ ዘለናዮ ድማ እግዚኣብሔር ሰላም ቅሳነትን ክህበና እንዳተመነኹ ብጣዕሚ ዘሕዝን ኣጋጣሚ እዩ ሎሚ ዓንቲ ሓንቲ ሓፍቲ ሂወታ ብበዓል ቤታ ከም ዝሓለፈ ኣጋጣሚ ናይ ነሽነሽ ቪድዮ መፅያትን ብገለ ይሰምዖ ነይረ ማለት እዩ ብጣዕሚ ኣዝየ ሓዚነ ብጣዕሚ ሕማቅ ተሰሚዕኒ ዝሓለፈ ኣጋጣሚ ዝሞተት ሓንቲ ሓፍቱ እውን ከምኡ ኣብ ጀርመን ሓፍታ ረኪባትና ነይራ ገና ንሳቶም እውን ገና ሓዘኖም ዘይወድኡ ገና ብሓዘን ከም ዘለዉ ዝሓለፈ ሰሙን እያ ደዊላትና ነይራ ሎሚ ከዓ ወርሒ ከይገበረ ሓንቲ ሓፍቱን ብሓደ ሓውና ተቐቲላ ይበሃል ኣሎ ማለት እዩ ብጣዕሚ እዩ ደሕዝነካ ናይ ብሓቂ ክሳዕ ክንዱ ድዩ ሂወት ወይ ሓዳር ከቢድና ንሓደ ምሳና ዝነብር በዓል ቤትና ክፋል ናይ ሂወትና ሂወቱ ክነጥፎ ወይ ሂወታ ክነጥፋ ስጋዕ ክንዱ ድዩ ነብስና ጌርልና ክንቀትላ ንግደድ ደልና ኣነ ክርዳእኒ ይከል ናብራ ዲ ከቢድና ሂወት ዲ ከቢድና እንታይ እዩ ከቢድና ናይ ብሓቂ ድዩ እዚ ምዕቡል ዓለም ስጋዕ ክዱድ ይብድሆ ኮይንና ደሎ ነፍሲ ወከፍ ሓውሲ ንሓፍቱ ቀቲልዋ ሓውሲ ንሓፍቱ ቀቲልዋ ሓውሲ ንሓፍቱ ቀቲልዋ ናይ ብሓቂ ሓፍቱ እኳ እያ ሓፍቱ እኳ እያ ምክንያቱ ደቂ ሓደ ሃገር እዮም ወላ ጎረቤት ሃገርካሲ ሓውካ እዩ ነንሕሕዱ ሰብ ከምኡ ኢሉ ክዋዳእሲ ናይ ብሓቂ ድዩ ናይ ብሓቂ ድዩ ኣይ ዶንት ኖ ኣነ ክርዳእኒ ይክእል እንደሎ ኣብ ኤርትራሲ ኣነ ካብ ኤርትራ ካብ ዝወፅእ ዓሰርተ ገለ ዓመት ኮይኑ ኣሎ ክሳብ ሎማዓንቲ ኣብ ኤርትራ ድሎ ብድሆ ኣብ ኤርትራ ድሎ ሽግር ኣብ ኤርትራ ድሎ ጥሜት ኩሉ ነገርስ ነብሲ ወከፍና ንፈልጦ ኢና ምክንያቱ ስድራ ስለ ዘለውና ሓንቲ መዓልቲ ግን ሰበይቱ ቀቲልዋ ንሰበይቱ ከምዚ ገይርዋ ንሰበይቱ ከምዚ ገይርዋ ሰሚዐ ኣነ ሰሚዐ ይፈልጥን እየ እንታይ ሰሚዕኩም ትፈልጡ ኮንኩም ምስዚ ኩሉ ሽግራቶም ግን ሽግራቶም ጼሮም ድኽነቶም ጼሮም ዝኸዱ ስድራ እዮም ግን ክንደይ ሓዳራት ምስቲ ኩሉ ሽግራት ሓዳሮም ጌሮም ዝኸዱ ሰባት እዮም ኣብዚ ምዕብል ዓለም ግን ሓዳር በቃ ብፍጹም በቃ ብፍጹም ይርዳእኒ እዩ ሓዳር ቀሊል እዩ ማለት ኣይኮንኩ ሓዳር ከቢድ እዩ ሓዳር ቀሊል ኣይኮን ኣነ በዛ ነብሰይ ክዛረብ ትኮይነ ክኣትዎ እንከለኩ ሂወትሲ ብጣዕሚ ካብ ዜሮ በቃ ዜሮ ትሕቲ ዜሮ ከማን ዜሮስ ቁፅሪ ኣለዎ ትሕቲ ዜሮ ብዙሕ ጌጋታት ይገብር ነይረ ከም ሰብ ማለት ብዙሕ ጌጋታት ይገብር ነይረ ብዙሕ ነገራት ይዕንቀፍ ነይረ ግን ኣምላኽ እመስገን ኩሉ ግዜ ናብ ኣምላኽ ተተወኪልካ ንእግዚኣብሔር ክትጥይቆ እንድሕር ጀሚርካ ንእግዚኣብሔር ልባኻ ከፊትካ ፀሎት ክትገብሮ ተጀሚርካ ማእዝንካ ይሕብረካ እዩ ነፍሲ ወከፍና እኮ ኣብ ገዛና ቅዱስ መጽሓፍ ኣለና። ቅዱስ መጽሓፍ ኣውጺና ነንብብ ሰባት ግን ውሕዳት ሰባት ኢና። ቅዱስ መጽሓፍ እንተ ነንብብ ኔርና ግን ህይወትና ምሕረት ምረኸብና። ምሕረት እንታይ ምዃኑ ምፈለጥናዮ። ፍቕሪ እንታይ ምዃኑ ምፈለጥናዮ። ምትሕላይ እንታይ ምዃኑ ምፈለጥናዮ። ሓወይ ሓፍተይ እንታይ ምዃኑ ምፈለጥናዮ። ቅዱስ መጽሓፍ ግን ኣብ ገዛና ኣብ ነፍሲ ወከፍ ገዛ ኣሎ ግን ኣይነንብቦን ኢና። ናይ ብሓቂ ኣይደኖ እቲ ወድ ተባዕታይሲ ቅድሚ ንዓኣ ምቕታሉ ወይ ሂወታ ምሕላፉሲ መጀመርታ ነብሱ እዩ ሂወቱ ዘጥፍእ ዘሎ ከምኡ ድማ ንስድሩ ምክንያቱ ብዙሕ ራእ ዘለዎም ይዕብዮሞ ብዙሕ ካብኡ ዝፅበዩ ስድራ ፅባሕ ንጉ ኣብቲ ዝለዓለ ደረጃ ክበፅሓሎም ዝፅበዩ ወዶም ከምዚ ክኸውን ከሎስ ንዓኣቶም ከይተረፈ እኳ እዩ ዝቐትሎም ዘሎ። ንዓኣ ጥራይ እኳ ኣይኮነ ንዓኻ ከምኡ ብዙሕ ረኣ ዝጽበዩላ ብዙሕ ነገራት ክትሰርሕ ብዙሕ ነገራት ክትጎይ ክትዓይ ወሊዳ ክትዝምድ ኣብቲ ዝለዓለ ደረጃ ንክትበጽሕ ዝጽበይዋ ስድራ ተኣልዮም ስድራ እኮ ኣለውዋ ዋላ ንሳ ልክዕ ከምቲ ንስኻ ተኣልዮም ስድራ ልክዕ ከዓ ከምኡ ኣለውዋ ስጋዕ ክንድኡ ዲና ኮይና ስጋዕ ክንዱ ድዩ ልብና ተሪሩ በቃ ኣብ ኣብ ሓድሽ ሓድሽ በቃ ሓድሽ ነገራሲ ከምዚ ነቲ ሞትሲ ኣይ ቲንክ ንዓይ ኮይኑ ዝስምዓኒ ንለማመዶ ኣለና ነቲ ነገራት ወድን ጓልን እኮ ካብ ክልተ ጫፋት እዮም ዝመፁ ጓል ካብ ቬኑስ ወዲ ከኣ ካብ ማርስ እዩ ዝመጽእ ክልቲኦም ኣብ ሓደ ካብ ክልተ ጫፋት መጺኦም ኣብ ሓደ ኣካል ኣብ ሓደ እዮም ክኾኑ ቀሊል እኳ ኣይኮነን ከቢድ እኳ እዩ ግን መን እዩ ክቕሎ ዝኽእል መን እዩ ነቲ ነገራት ንቕድሚት ስሒቡ ንስኻኻ ከምኡ ክትገብሮ ትኽእል ንስኻኻ ነቲ ነገራት ከቢድ ምዃኑ ኣሚንካ ኣብዚ ምዕብል ዓለም እኮ እተን ኣዝየን ብድሆታት ኮይና ናናደለዋ ክኽልተ ነገር እየ ሓደ ጥዑይ ደለዎ ጥዑይ ጥዕና ዘለዎ ሓዳር ፍቅሪ ዘለዎ ሓዳር ተራዳዲኡ ዝኸይድ ደሎ ሓዳር ንኽትምስርት ኣዝዩ ብድሆ ኮይኑና ኣሎ። እቲ ካልኣይ ከኣ ጥዑይ ቆልዓ ስነ ስርዓት ደለዎ ቆልዓ ጥዕና ዘለዎ ቆልዓ ንኽንዕቢ ብድሆ ኮይና ደሎ። ነዚ ካብ ልዕሊ ዓቕምና ኮይኑ ኣሎ ግን ቅድሚ ምእታውና ክንሓስቦ ዝግባኣና ወይ ክንገብሮ ዝግባኣና ነገር ከይገበርና ስለ ንኣቱ ደለና እኳ እዩ ዝኸብደና ደሎ ንዑ ከይፈለጥና ካብ ዜሮ ትሕቲ ዜሮ እንከለና እኳ ኢና ሓዳር ንገብር ደለና ዘይኣኽለና ትስደር ነፍሲ ወከፍና እኮ ብናፍቆት ተሓሚስና ኢና ንነብር ደለና ይኣክለና እቲ ስደት ብኡነት ይኣክል እቲ ስደት ስጋዕ ክንዱ ኣብ ከምኡ ከብፅሓና ሲ ይኣክለና እቲ ስደት ክትጭነቅ ትክእል ኢካ ክትሓርቅ ትክእል ኢካ ክትሕርቀካ ትክእል እያ እዚ ክፋል ናይቲ ህይወት እዩ ክንርድኦ እዩ ደለና ክንፈልጦ እዩ ደለና ከመይ ጌርካ ነቲ ዘለካ ሽግራትካ ፈቲሕካ ንቅድሚት ትኸይድ እምበረ ከመይ ጌርካ ነቲ ሽግራትካ ሽግሪ ትውስኸሉ ይኮነ ሓደ ሓደ ግዘስ ከምዚ ነገራት ከጋጥም ከሎ ብዙሓት ደቂ ተባዕትዮ ገለገለ ደቂ ተባዕትዮ ብዙሓት እኳ ክብል ኣይክእልንየ ግን ገለገለ ደቂ ተባዕትዮ ንሳተን እኮ ከምዚየን ንሳተን እኮ ከምዚየን ብዙሕ ግዘ ከምኡ ኮመንት የንብብ እየ የለዋን ማለት ንሳተን ጻድቃናት የን ወይ ንሳተን ንጹሃን የን ወይ ንሳተን ገለ ማለት ኣይኮንኩን ሰባት ክትብድለካ ትኽእል እያ ክብድለክ ክኽእል እዩ ክልቴኻ ክትባዳደል ትኽእል ኢኻ እዚ ክፋል ናይቲ ህይወት እዩ ክፋል ናይቲ ናብራ እዩ ግን ስለ ዝበደለትካ ግን ህይወታ ክተሕልፍ ኣለካ ማለት ግን ኣይኮነ ህይወቱ ክትሕልፍዮ ኣለኪ ማለት ኣይኮነ ኖርማል በደል እያ ንዓኻ በዲላትካ ግን ብሂወታ ኢኻ ሂወትካ ሂወትካን ሂወታን ኢኻ ተጥፍእ ዘለኻ ነቶም ስድራ ከዓ ዘይ ዘይወፅእ ደም በቃ ዘይወፅእ ፅእሊ ዘይወፅእ ቅርሕንቲ ትገድፈሎም ኣለኻ ንነብስኻ ጥራይ ኣይኮንካን እኮ ወይ ንዓኣ ጥራይ ኣይኮንካን ተጥፍኣ ዘለኻ ነቶም ስድራ እውን ዘይ ጠጠው ዘይብል ነገራት ጠጠው ዘይብል ባእሲ ጠጠው ዘይብል ፅልኢ ገዲፍካሎም ኢኻ ትኸይድ ዘለኻ እትናፍቆታስ ብጽልኢ ብከምዚ ብደም ክትቅበሎ ታደስ ታይ ገበረት ወደይ ይእኸላ እባ ታደ ሎምስ በቃ ንብዓታ ከተዕርፍ ታደ ንብዓታ ክትደርዝ ይእኸለን ብሓቂ ንብዓተን ብካልእ ደርዝኦ ደለዋ ይኣኽለን ኣብ ሊብያ ጠፊኡ ዶ ንሱዳን ክኸይ ጠፊኡ ዝበሃል ወደን ወይ ኣብ ኢትዮጵያ ጠፊኡ ዝበሃል ደሎ ወደን ናቱ ዲኣኽለን ጀርመን ኣትያ ጓለን ሞይታስ ሬሳ ጓለን ክፅበያ ወደን ከዓ ከምኡ ክጠፍእ ኣበይ ኣትዩ ዘይፍለጥ ክፋል ክፋል ናይቲ ሓዳር ባእሲ ክህሉ ይኽእል እዩ ግን ነቲ ባእሲ ብምቕታል ኣይኮናን ክንዛዝሞ ደለና ኣይትቕተልወን ኣሕዋትክን እየን ኣሕዋትካ ሓፍትካ ኣይትቕተላ ክትብድለካ ትኽእል እያ ግን ኣይትቕተላ ሂወታ ኣይተጥፋእያ በጃኹም ኣሕዋተይ በጃኹም ደቂ ተባዕትዮ ኣሕዋተይ ይኣክል ኣይትቅተልወን። ይቕሬታ ናይ ብሓቂ ብጣዕሚ ሕማቅ ተሰሚዕኒ ለማዓንቲ ይኣኽለና ብእውነት ይኣኽለና እቲ ስደትና ይኣኽለና። ተስፋ ንገብር ተስፋ ጌርና ጽባሕ ዓድና ከይድና ኢና ብተስፋ ንኸይድ እታ ተስፋና ግን ብሞት በብሓደ እንዳጎደልና ኢና ንኸይድ ዘለና ክንዲ እንዳበዛሕና ንኸይድስ እንዳጎደልና ንኸይድ ኣለና ክንበዝሕ እዩ ዝግባእና ነይሩ ግን ንጎድል ኢና ዘለና ደቂ ኣንስትዮ ኣሕዋተይታ ሰብኣይካሲ ልክዕ ከም ኣቦኺ ጌርኩም ሰብኣይኪ ተኸናኸንዮ። ነቦኺ ምሽ ትፈርሕዮ፣ ነቦኺ ምሽ ትፈትውዮ፣ ነቦኺ ምሽ ተፍቅርዮ፣ ልክዕ ከምኡ ሰብ ንሰብኣይኪ ከምኡ። ክብድለኪ ይኽእል እዩ፣ ክሕርቐኪ ይኽእል እዩ፣ ግን ነታ ሕማቕ ሰዓትሲ ተጸሚምኪ ተተሕልፍያ ዝበለጸ ነይሩ። ጽባሕ ንጎ ጽባሕ ንጎ ዝበለጸ ነገር መታን ንኽትረኽቢ ሓደራ ብጃኹም ብጃኹም ይኣኽለና ይኣኽለና ስደት ይኣክል ምቕታል ይኣክል ኣይትቅተሉ በሉ ይኣክል በቃ ይኣክል። እግዚኣብሔር ሰላም የብዝሓና እግዚኣብሔር ገጹ ይልኣኽ ናባና ብሓቂ ገጽ ኣምላኽ ካብ ምስእን ነዊሕ ግዜ ይኮይንና ብእውነት ኣምላኽ ካብ ዝርሕቀና ነዊሕ ይኮይን ዘሎ ግን ገጹ ክመልስ ናባና ናባና ክጥምት ኢዱ ከንብረልና ናይ ናይ ነፍሲ ወከፍና ሓላፍነት እዩሞ ጸሎት ንበር ብብዘለናዮ ቅዱስ መጽሓፍ ከኣ ነንብብ ኣብ ገዛና ቅዱስ መጽሓፍ ተተርእስናዮ ንሕደር ነንብቦ ብዙሕ ነገራት ክንቅለብ ንኽእል ኢና መግቢ ቅዱስ መጽሓፍ መግቢ እዩ ቅዱስ መጽሓፍ ልክዕ ከምቲ ፍሩት ጥዕናና የድልየና ኢና ንምገቦ ልክዕ ከምኡ እዩ ቅዱስ መጽሓፍ ከምቲ ኣብ ሙቐት ዝሑል ማይ ክሰትለኒ ኢልና ንሰትዮ፣ ልክዕ ከምኡ ከኣ ቅዱስ መጽሓፍ ከምኡ እዩ። ጠሚኻ ልክዕ መግቢ ትበልዖ፣ ቅዱስ መጽሓፍ ከኣ ልክዕ ከምኡ መግቢ ክኾነና እዩ፣ ንብልዓዮ፣ ነንብቦ፣ ተተርኢስናዮ ኣይንሕደር። እግዚኣብሔር ሰላሙ የብዝሓልና። ይቕሬታ ብጣዕሚ ብስምዒት ኣትየ። እግዚኣብሔር ሰላሙ የብዝሓልና በእውነት ነታ ዝሞተት ሓፍትና ከዓ መንግስተ ሰማይ የዋርሳ ነቶም ስድራ ብምልኦም ፅንዓት ይሃቦም ብሓቂ ከቢድ እዩ ግን እግዚኣብሔር ክኽእልዎ እውን ኣኽእሎ ይሃቦም ንኩላቶም እቶም ካልኦት ኣሕዋትና ብዝ- ብ- ብዝተፈላለየ ሽግራት ክህልወኩም ይኽእል እዩ ግን በጃኹም ምውፅኢ ኣናድዩ ኩሉ ግዜ ካብቲ ቦታ ንክትወፁ ትወፅሉ መገዲ ኣናድዩ ሰላም ወሰናይ